ለማዓንቲ ቪድዮ ፀጉረይ ምንም ተተጠቐምኹ ምንም ክነውሐለይ ኣይኸኣለይ ብጣዕሚ እዩ ልግፈፍ ብጣዕሚ እዩ ካብ ጫፉ ልረግፍ ብቻ ናይ ፀጉሪ ብቻ የኾነይ ማደት ና ማደት መልቐቒ ትጥቀማ እሞ ምንም ክሰርሐለይ የኸኣለይ ዋላ ሓንቲ ብቻ ተጠቒሞዮ ዋላ ሓንቲ ለውጢ ከምፀአለይ የኸኣለይ ልበልኽን ኣሕዋተይ ብጣዕሚ እየ ክደልየኪ ሎማዓንቲ ማለት እዩ እዚ ቪድዮ እስካዕ መጠረሻ ተኸታተሎ ብጣዕሚ ክጠቕመክን እዩ ርግጠኛ እየ እዚ ቪድዮ ሰሚዕኽን በቃ ኣብ ህይወትኽን ብደንብ ስምዖ እሞ ኣብ ኮመንት ትፅሕፋለይ ክፅበየክን እየ ማለት እዩ እንታይ ኮይኑ ፀጉርኽን ለይነውሕ ነይነውሐሉ ምክንያት ኣነ ዘርዚረ ክነግረክን እየ ቱ ኣነ ዘርዚረ ልትናገርክዎ ደሞ ሞኒኡ ኣብ ህይወትኽን ሃምለሎ ኮመንት ፀሓፋለይኽን ማለት እዩ ሰላም ሰላም ናብ ብርሳቂታዋ ዩቱብ ቻነል ተኸታተልቲ ከመይ እኒኤኽን ደሕና ዲኽን? ኣነ ብወገን እግዚኣብሔር መስገን ሰላም ነኹ። ንስኻትን እውን ከምዚ ኣነ ሰላም ነኽዎ ሰላም ክትኾና በዓልቲ ሙሌት ተስፋ እየ። ልምዓንቲ ደሞ ልክዕ ከም ዘበርእስ ትረኽንኦ ብሓድሽ ቪድዮ መፅየ እኒኤኹ። ሓደሽቲ ልኾንኽን ሳብስክራይብ ገይርኽን ቤተሰብና ኹና ኢኽን። ብዙሓት ኣሕዋተይ ሳብስክራይብ እናገበርኽን ኣለኢኽን ካብ ልቢ ብጣዕሚ እየ ደመስግን። ኹላዊ ዝሰራሕኽዎ ቪድዮ ብዙሕ ሳብስክራይብ ላጉነኸ እየ የቐንየለይ ብዙሕ ዙ ኣነ ዝጠቐመኒ ኹሉ ሸር ክብለልኽን እየ ሕዚ እውን ሳብስክራይብ ምግባር ኣይትርስዓ እቲ ቪድዮለ ላይክ ጎራሊእኽን ላይክ ትገብራ ተለኽን ስኻትን ዩቱብ ባዕሉ ላብ ካልኦት ሰባት ሸር ስለ ዝገብሮ ለኣነ ብጣዕሚ ዓብዪ ሓገዝ እዩ ማለት እዩ እና ላይክ ከይትርስዓ ማለት እዩ ኸዚ ለረኣያ ላይክ ገይርኽን ዶ

ጥራሕ ላ ፀጉሪ ይኾን ከይከውግዐክን ገፅኽን ንውዓሊ ማደት ለለክን ሃምዚ በቃ ምንም ተጠቐምኽን ማደትኽን ክሓዊ ለይኽእል ተሃሊኽን መጀመሪያ ላይ ቱ እንጥቀሞ ክሬም እና ፀጉሪ መኑሒ ተባሂሉ ሩዝ ድዩ ቅርንፉድ ድዩ ገለ ድዩ ብዙሕ ነገር እንጥቀሞ ነገር እሱ ሓገዝ እዩ ተረዲእኽናኒ እዚ እንጥቀመ ነገር እዚታት ናማደት ይኹን ናገለ ይኹን ሓገዝ እዩ ዋንኡ ውሽጥኽን እዩ ዝውስኖ ተረዲእክን ሕዚ ንኣብነት ሰለስተ ወይ ኣርባዕተ ነገራት ክነግረክን እየ መኒኣዊ ሂወት ክነሎ ፃሓፋ ዴኽን ልክዕ ከም ዝለወልኽክን ማለት እዩ ኸዚ ንኣብነት ብጣዕሚ ትጭነቃ ተሃሊኽን ማለት እዩ ብጣዕሚ ውሽጥኽን ሰላም ነይብሉ ብጣዕሚ ኣብ ጭንቀት ተሃሊኽን እሞ ኣብ ጭንቀት ላሃለኽን እዙ ነገራት እዚኦም ትጥቀምኦም ተኾይንኽን ወይ ዝና ማደት መልቐቒ ድዩ ወይ ዝና ፀጉሪ መንውሒ ድዩ ዋላ ሓንቲ ክሰርሐልኽን የኽእል የሕዋተይ ዋላ ሓንቲ ማለት እዩ መጀመርያ ላይ ዝኾነ ነገር ውሽጥና እዩ ዝውስኖ ማለት እዩ ሕዚ ንኣብነት ካብ በዓልኽን እንትን ትውለጥኽን ብጣዕሚ ተጨናኒቕኽን ሙድኽን ተበላሽዩ በቃ ሙድኽን ብጣዕሚ በቃ ኣብ ዝኾነ በቃ ብጣዕሚ ደባር ሙድ ሓዲርኽን ላተጨነቕኽን

ናድቃስ ትድቅሳኒክን ብደንቢ ትድቅሳኒክን ውሒዳ ተተባህለት ልክዕ ከምዛ ልብልክክን ኖርማል ድቃስ ትድቅሳ ዝኾንክን ደሞ ሸሞንተ ሰዓት ትሽዓንተ ሰዓት ትድቅሳኒክን ማለት እዩ ብውሕድ ግን በቃ ካብ ሓሙሽተ ሰዓት ወይ ሽዱሽተ ትድቅሳ ኣለክን ማለት እዩና ድቃስ እንድሕር ለይቲ ድቅሳ ኮይንክን ብጣዕሚ ቢዚ ተኮይንክን ውሽጥክን ርእስክን ብጣዕሚ ቢዚ ኮንሎ ብጣዕሚ ዘዋዕሎ ዝብሉ ተጥቀማእ ነገራት ዋላ ሓንቲ ክሰርሐልክን ኣይኽእል እዩ ምንም ክሰርሕ ኣይኽእል እዩ። እሱ እዩ ዋንኡ ድቃስ እዩ ማለት እዩ። እሞ ሳልሳይ ማለት እዩ ምግቢ ማለት እዩ ምግቢ ምግቢ ብስነ ስርዓት ለይቲ በልዓ ተኾይንኽን ኩሉ ግዜ ዕሽ ብሻሃይ ምናዳብ ስዑዲ ዓረብ ለለዋ ኣሕዋተይ ለለና ኣሕዋተይ ድዒ በቃ ብዙታት ነገርታት ኩሉ ሲ ያው ኣብ ህይወትና ለለ እዩ ኩሉ ብስነ ስርዓትና ኣብ ልዶለናዮ ስለለይ ንረኽቦ

ሃምዚ ስጋ ምሳ ሃምታት ስለ ለይንበልዕ ኣነ ንባዕሉ እኮ ረኺበዮ ይኾነ ግን በቃ ስለ ሃምስታት ነገር ምዃኑ ስለ ዝተረድአኒ ተረዲእክን ኣብዚ ጭንቀት ኣብ ድቃስ ለይትድቅስ ኣብ ምግቢ ኣብ ስታት ነገር ካብ ስታት ነገር ናፃ ተኾንካሲ ውሽጥኻ ኖርማል ይኾነ እንሆ ማለት እዩ

ኣንድ ዝክላይ ታይ እሞ ኣሊሊ ዶ ክብለክን ብቻ ምግቢ ልበዓልክንዚ ብዙሕ ነገር ገዚእክን ሚእቲ ቅርሺ ልውዓሉ ንሓደ ወርሒ ከፅንሐክን እዩ እምና ጥዑይ ምግቢ ተትበልዓ እየ ልብለክን ሓላላተይ ልዕሊ ነብሲ ከዓ ምንም ነገር የለይ እና ካብ ምግቢ ለ ማለት እዩ ምግቢ ኩሉ ግዜ ጥዑይ ምግብና ኣብ ሰዓቱ ኖርማል ኮይንክን ለይትበልዖ እተ ኮይንክን ከዚ

ብጣዕሚ ኣብ ህይወትና ኣገዳሲ ኣገዳሲ ማይ ማለት እዩ። ማይ ብደንቢ ትሰትያ ኣለክን ብደንቢ ማለት እዩ ልገፅናና ላብዚ ልማደትና ንፀጉሪ ጥራሕ ለይኮነ ማይ ልጥዒናና ለ ዓብዪ ኣስተዋፅኦ እዩ እንሆ ማለት እዩና ማይ ብደንቢ ጌርክን ትሰትያ ኣለክን ማለት እዩ ኣነ ጠቕላላ ጠቕላላ ለይሶቶ ኩሉ ልውዕለሉ መዓልቲ እንሆ ማለት እዩ ጠቕላላ እየ ለክን በቃ እንድሕር ማይ መልኩዕ ለይረእኽዎ ስቑኢለይ ፀመአኒ ልውዕል እኒኦ ማለት እዩ።

ማይ ብደንቢ ስተያ ብደንቢ ለይቲ ሰትያ ማይ ተሃሊኽን ብደንቢ ጌርክን ስተያ እዛቶሙ ነገራት ኣብ ህይወትክን ስለዝጎደለ እዩ ካብ ፀጉሪ ክንዲ ማለት ክንዲ ለይለቅቕ ፀጉሪ ክንዲ ለይነጉሕ ኮይኑ እንሆ እዛቶሙ ስለዝጎደለ እዩ መጀመርያ ላይ እዛቶሙ ብደንቢ ጌርክን ተስተኻኸልኦም እነእክን ትድቅሳ እነህክን ካብ ጭንቀት ናፃ ትኾና እነእክን ብደንቢ ጌርክን ጥዑይ ምግቢ ኣብ ሰዓቱ ትበልዓ እነእክን ማይ ደሞ ብስነ ስርዓት ማለት እዩ ብስነ ስርዓት በቃ ኾነ ኢልኽን ማለት እዩ በቃ ፀጉርኽን ጥራሕ ኢልኽን ለይኾነ በቃ ልጥዕናኽን ኢልኽን ዋላ ማይ ብደንብ ጌርኽን ትሰትያ ነግን ኣነ ሓዚ ሓዚ እምበ ቅድም በቃ ጠቕላላ ከም ዝልበልኽክ እንድሕር ረኣኹ ለይረእኹዎ ይሰቲ ነይረ እና ብደንብ ጌርኽን ዛቶም እንተተግብሮም ነግን ካብ ጭንቀት ናፃ ድቃስ ብደንቢ ገይርክን ትድቅሳ፣ ምግቢ ብደንቢ ገይርክን ትበልዓ፣ ማይ ብደንቢ ገይርክን ትሰትያ እነሀክን። መቸም እዚኦም ብደንቢ ገይርክን ኣተግቢርክንኦም ንፀጉርክን ብዙሕ ነገር ላተጠቐምክን ፀጉረ የነውሑ ኢሉ ኣይትብላኒ መቸም እዚ ኣይትብላኒ ለለ እንድሕር ብደንቢ ገይርክን ካብዛተሙ ካብና ካብ ጭንቀት ካብ ድቃስ ብደንቢ ገይርክን ድቅሳ ትኾንክን ነይቲ ጭነቓ ትኾንክን ምግቢ ተልዓ ተኾይንክን